ሰላምን ጥዕናን ንኹሉኹም ተኸታተልተይ ይኹን እንዳበልኩ ናብ ናይ ለማዓንቲ መደበይ ክኣቱ ኣብ ናይ ለማዓንቲ መደበይ ከምቲ ልሙድ ንዓኹም ንተኸታተልተይ የምህር እዩ ኢለ ዝሓሰብክዎ መደብ ሒዘልኩም መጽየ ኣለኹ ናይ ለማዓንቲ መደበይ ዘልዕሎ ብሓጺር ወይ ድማ ብንእሽተይ መትሎኹም ነፍቃሪትኩም ወይ ድማ ንባዓልቲ ቤትኩም ናብ ናይ ጾታዊ ርክብ ዕግበት ተብጽሑሉ ናይ ጾታዊ ርክብ ናይ ፖዝሽን ዓይነታት ክሕብረልኩም እየ እዘን ቀጺለ ዝሕብረልኩም ናይ ጾታዊ ርክብ ናይ ፖዚሽን ዓይነታት እንተተጠቒምኩም ምንም ዓይነት ናይ መትሎ መግጀፊ ኣየድልየኩምን። ብዘለኩም መትሎ ናብ ናይ ጾታዊ ርክብ ዕግበት ክተብጽሕወን ትኽእሉ ኢኹም። ናይዞም ናይ ጾታዊ ርክብ ፖዚሽናት ጥቕሚ እንታይ እዩ? ብፍላይ ብልዕቲ ኣፍቃሪትኩም ወይ ድማ ብልዕቲ በዓልቲ ቤትኩም ጽብብ ንኽብል ዝሕግዙኹም እዮም። ብልዕተን በዚ ፖዚሽን ጽብብ እንተይሉልኩም ድማ ዋላ ሓጺር ምትሎ ይሃልኹም ናብ ናይ ጾታዊ ርክብ ዕግበት ንኽተብጽሕወን ኣይትጽገሙን።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 ስድራ ዝኾንኩምኒ እንዳመስገንኩ ናብ መደበይ ክምለስ። እቲ ቀዳማይ ብልዕቲ ደቂ ኣንስትዮ ጽብብ ዝበለ ንኽኸውን ዝገብር ናይ ጾታዊ ርክብ ናይ ፖዚሽን ዓይነት፣ ዶጊ ስታይል ንብሎ እዩ። እታ ጓል ኣንስተይቲ ተምበርኪኻ ንሕቖኣ ናብ ታሕቲ ስብር ኣቢላ ናብ ውሽጢ ኣእትው ኣቢላ ማለት እዩ። ንርእሳ እውን ናብቲ ትርኣስ ወይ ድማ ናብቲ ዓራት ኣቕርብ ኣቢላ ዝፍጸም ናይ ጾታዊ ርክብ ናይ ፖዚሽን ዓይነት እዩ። ነዚ ፖዚሽን ክትጥቀሙ እንተለኹም ኣብ ሓድሓደ ደቂ ኣንስትዮ ዝረኣይ ጌጋ ኣሎ። እዚ እንታይ እዩ? እቲ ቀዳማይ ንሕቖኣን ናብ ውሽጢ ብደንቢ ስብር ኣየብለኦን። እቲ ካልኣይ ድማ ንርእሰን ወይ ድማ ንገጸን ናብቲ ትርኣስ ወይ ድማ ናብቲ ዓራት ኣየጽግዓን። ከምዚ ዝገብራ እንተኾይነን ብልዕተን ናይ ምጽባብን ናብ ደገ ውጽእ ናይ ምባል ዕድል እውን ዝነኣሰ እዩ ዝኸውን። ኮይኑ ግና በቲ ዝሓበርኩልኩም መንገዲ እንተፈጺምኩምሉ፣ ብዙሕ ጥቕሚ ትረኽብሉ ኢኹም። ንእሽተይ መትሎ እንተሃልዩኩም እውን ንሕቖኣን ስብር ኣቢለን፣ ንርእሰን ናብ ትርኣስ ብደንቢ ኣጽግዕ ኣቢለን፣ ንእግረን ድማ ዓጽየን ብዶጊ ስታይል ናይ ጾታዊ ርክብ ናይ ፖዚሽን ዓይነት እንተፈጺምኩም ብልዕተን ጽብብ ንኽብልን ንደገ ውጽእ ንኽብልን፣ ስለ ዝሕግዘኩም ብንእሽተይ ምትልኹም እውን ናብ ናይ ጾታዊ ርክብ ዕግበት ክተብጽሕወን ዝሕግዘኩም እዩ። ግጅፍ ዝበለ መትሎ ሃልይኩም በዚ ፖሲሽን ጾታዊ ርክብ ክትፍጽሙ እንተለኹም ግና ንእግረን ክዓጽዋ የብለንን ጉድኣት ከብጽሐለን ስለ ዝኽእል። ኮይኑ ግና ንእሽተይ መትሎ እንተሃልይኩም ንእግረን እንተዝዓጽዋ ይምረጽ። ስለ ዝኾነ ንእሽተይ መትሎ ሃልይኩም ናብ ናይ ጾታዊ ርክብ ዕግበት። ንክተብጽሕወን ዝሕግዘኩም እቲ ቀዳማይ ናይ ጾታዊ ርክብ ናይ ፖዚሽን ዓይነት ዶጊ ስታይል እዩ። ካብዚ ብተወሳኺ ድማ ንጂ-ስፓተን ብቐሊሉ ክትነኽእዎ ዝሕግዘኩም እዩ። ጂ-ስፓት ተነኺኡ እንተልና ድማ ግድን ዕግበት ከም ዘሎ ክትፈልጡ ኣለኩም። ስለ ዝኾነ ነዚ ፖዚሽን እንተ ተጠቒምኩም ናይ መትሎኹም ሳይዝ ከጭንቐኩም ኣይኽእልን። ኣብ መበል ካልኣይ ንሪኦ ናይ ጾታዊ ርክብ ናይ ፖዚሽን ዓይነት ድማ እታ ጓል ኣንስተይቲ ብላዕሊ ኮይና ዝፍጸም ናይ ጾታዊ ርክብ ናይ ፖዝሽን ዓይነት እዩ። እዚ ፖዝሽን እውን ሞዲፋይ እንዳተገበረ ዝመጸ እዩ። ብላዕሊ ምዃና ጥራሕ ዘይኮነስ ብኸመይ መንገዲ እንተኾነት እዩ ናብ ናይ ጾታዊ ርክብ ዕግበት ንኽተብጽሕ ወን ዝሕግዘኩም ዝብል እውን ክንርኢ። ፈለማ እቲ ወዲ ብሕቝኡ ኣብ ዓራት ይድቅስ፣ ቀጺሉ ኣብ ርእሱ ከባቢ ቍሩብ ቅንዕ ይብል። ቀጺልኩም ድማ እታ ጓል ኣንስተይቲ ኣብ ልዕሊኡ ትኾን እሞ፣ ነእጋራ ናብ ሕቁኡ ከባቢ ምቁልላፍ እዩ። እዚ ብጣዕሚ ብዙሓት ጠቕምታት ይህብ እዩ። ጠቕምታቱ እንታይ እዮም ዝብል ክንሪኢ እንተለና። መትልኡ ዋላ ንእሽተይ እንተኾነ በዚ ናይ ጾታዊ ርክብ ናይ ፖዚሽን ዓይነት ናብ ውሽጣዋይ ክፋል ብልዕቲ ብጣዕሚ ንክኣቱን ንጂስፓትክን ብቐሊሉ ንክነክእ ይኽእል እዩ። እቲ ካሊእ ድማ ደቂ ኣንስትዮ ብላዕሊ ኣብ ትኾናሉ ግዘ ነቲ ጾታዊ ርክብ ዝመርሕኦ ንሰን እየን። ደቂ ተባዕትዮ ኣብ ላዕሊ ኣብ ትኾኑሉ ግዘ ንስኹም ብዝደለኹሞ መንገዲ ነቲ ፆታዊ ርክብ እንተደሊኹም እንዳቐልጠፍኩም እንተደሊኹም ድማ ቀስ እንዳበልኩም ብዝደለኹሞ መንገዲ ንዕግበትኩም እንዳዳመፅኩም ትኸዱ ኢኹም። እታ ጓል ኣንስተይቲ ብላዕሊ ክትከውን እንከላ ድማ ንሳ ብዝደለየቶ መንገዲ ንጂስፖታ ደልያ ብምርካብ ንኽትዓግብ የኽእላ እዩ። ነቲ ጾታዊ ርክብ እውን ባዕላ ዝደለየቶ መንገዲ ቀስ እንዳበለት ንኽተስተማቕር የኽእላ እዩ። ካብዚ ብተወሳኺ ድማ ፊት ንፊት፣ ገጽ ንገጽ፣ እንዳተረኣኣኹም ንስምዒትኩም እንዳተገላለጽኩም ጾታዊ ርክብ ንኽትፍጽሙን ደቂ ተባዕትዮ ድማ ብተወሳኺ ነጥዋተን እንዳሓሳሰኹም ንከናፍረን እንደሰዓምኩም ተወሳኺ ዕግበት ንኽትህብወን ዝሕግዘኩም እዩ። መትሎኹም ንእሽተይ ምዃኑ ከይፈለጣ ብሉጽ ጾታዊ ርክብ ንኽትፍጽሙን ዕግበት ንኽረኽባን ዝሕግዘኩም እዩ። ስለዝኾነ ብሕቖኹም ደቂስኩም፣ ካብ ክሳድኩም ቁሩብ ቅንዕ ኢልኩም፣ ንሰን ድማ ብላዕሊ ኮይነን ነእጋረን ናብ ሕቖኹም ከባቢ ኣቆላሊፈን ዝፍጸም ጾታዊ ርክብ ዝበለጸ ዕግበት ብሓጺር መትሎኹም ንኽትህብወን ዝሕግዘኩም ናይ ጾታዊ ርክብ ናይ ፖዚሽን ዓይነት እዩ። ነዚ ውን ክትጥቀምሉ ክሕብረልኩም ይደሊ ኣብ መበል ሳልሳይ ንሪኦ ሓጺር መትሎ ዋላ ሃልይኩም ናብ ናይ ጾታዊ ርክብ ዕግበት ንክተብጽሕዎን ዝሕግዘኩም ናይ ጾታዊ ርክብ ናይ ፖዚሽን ዓይነት ድማ እታ ጓል ኣንስተይቲ ብሕቆኣ ደቂሳ ነእጋራ ናብ ማእገርካ ሰቂላ ዝፍጸም ናይ ጾታዊ ርክብ ናይ ፖዚሽን ዓይነት እዩ። እዚ ፖዚሽን ኣባና ዝፍጸም ሚሽነሪ ንብሎ እቲ ዝተለመደ ናይ ጾታዊ ርክብ ናይ ፖዚሽን ዓይነት ሞዲፋይ ተገይሩ እዩ። ንሓጺር መትሎ ዘለዎም ደቂ ተባዕትዮ ዝተዳለወ ናይ ፖዚሽን ዓይነት እዩ። ብሕቖኣ ደቂሳ ነእጋራ ናብ ማእገርካ ኣብ ትሰቕለሉ ግዘ ናይ ብልዕታ መስል ብደንቢ ንክእከብ ብምግባር ብልዕታ ጽብብ ንክብልን ናብ ደገ ውጽእ ንክብልን ይሕግዛ እዩ።